ሰላም ክቡራት ኣሕዋት ኣብ መላእ ዓለም እትርከቡ ሰማዕቲ ቋንቋ ትግርኛ ከምኡ እውንይ ተጠቀምቲ እንተርኔት ከመይ ኣለኹም ኣብ ሂወትኩም ሰላም ፍቅሪ ጥዒና እናተመነኹ ሓንቲ ሕጽር ዝበለት መልእኽቲ ኣለትኒ ተገዲስኩም ክትሰምዕዋ እላወወኩም እታ ኣርእስቲ ብዛዕባ ክብርታት ደቂ ኣንስትዮ ኣብ ገጻት እንተርኔት ከመይ ይግለጽ ኣሎ እዩ። መጀመርያ ኣትን ፍቁራት ኣሕዋተይ ኣይ መርዓ ሓፍትክን ኣይ መርዓ ሓውክን ቆራፅ ወዲ ቆራፅ ክዳን ገይርክን ቪዶ ተቀሪፅክን እናሳዕሳዕክን ፖስት ትብላ ኣሕዋት እንተኮነ እስካትኩን እውን ክብራት ኢክን ክበራ እንተዘይ ኮይነ ከዓ ሓሸውየ ኣይትብል ደርጓ ኣይትብል ክብርቲ ጓል ኣንስተይቲ ነፅርፋ ከምዘለና ኣይትረሳዕ። ተው ቀጺሎ እንደገና ኣብ ናይ ባዕልና ፔጅ ክኸውን ይኽእል እዩ ፎቶ ንለቅቅ ደቂ ኣንስትዮ ካብ ብክዳን ዝተሸፈነ ኣካልና ብክዳን ዘይተሸፈነ ኣካላትና ዘብዝሕ ዳርጋ ክበሃል ይከኣል ፖስት ንብል ኣንሕና ውነይ ክብሪ ኣለና እዩ ክብርና ንሓሉ በጃኹም። ፖስት ዝብሃል ፎቶ እንታይ መልእኽቲ ኣለዎ ከመይ ኣሎ ኣጸቢቕና ከይኸፍእ ምእንቲ ከይንጽረፍ ምእንትን ንርኣዮ እብለክን ካብኡ ቀጺለ ኣትን ንገዛ ክብርኽን ዘነኣእስ ኣብ ጉሩፕ ክኸውን ይኽእል እዩ ኣብ ገጻት ኣብ ናይ ውልቀ ሰባት ገጻት ፌስቡክ ክኸውን ይኽእል እዩ ኣብ ዝተፈላለየ ኣብ ክንዲ ንቶም ሕማቕ ኣብ ደቂ ኣንስትዮ ሕማቕ ኣረኣእያ ዘለዎም ሰባት ብፍቕርን ብምኽርን እተረድኣኦም ኣብ ኮመንትን ሪፕለይን ናኣተኽን ትስሕቓን ትጫረቓን ክቡራት ኣሕዋት ንስኻትክን እውን ዓገብ ኣብ ክንዲ ንኽብርኽን ትሕልዋሲ ምስኣተን ኣቲኽን ትስሕቓን ትጫወታን። ከም ዓባይ ዓሻ ስለዚ ፍቱዋተይ ንስኻትክን እውነ ንእሽተን ቀፍቱ ትገብርኦ ዘለኽን ተዓቀባ መጠረሻ ኣትን ላዛ ዘይብሉ ድፍረት ዘለክን ኣብ ብዛዕባ ዝተፈላለዩ ፖስት ዝተባህለ ክኸውን ይኽእል እዩ። ከልቢ ዘይበልዖ ካብ ጋል ኣንሰይቲ ዘይወጽእ ጸርፊ ትጻረፋ ክቡራት ኣሕዋተይ እስኻትክን ውን ከምታ ክብርቲ ጋል ኣንሰይቲ ክቡራት ኢኽን በጃኽን ኣይትጻረፋ በጃኽን ካብ ጋል ዘይወጽእ ጸርፊ ተውጽኣ ኣለኽን ስለዚ ንገብሮ ኩሉ ኣስተውዕል ነብሎ ዘን ኣሕዋተይ። ህድእ እሞ ንበል ካብኡ ንነብስና ንመልከት ካብዙይ ንላዕሊ ኣወዳት ኣሕዋተይ ብዝተፈላለየ ምክንያት ብዛዕባና ጓል ጠላም ጓል ጨካን ጓል ብዝተፈላለየ ምክንያት ይኹን ብዛዕባና ኣርእስቲ ገርኩም ኮመንት ሰሓቅ ጨወታ ዝተፈላለየ ትገብሩ ማለት ንምንታይ ኣሕዋትኩም ኣይኮናን ዲና ኣሕዋት ኣይኮናን ዲና ሓወይ ናተይ ብጓል ዶ ተበዲልካ ብጓል ምብዳልካ ደስ ኣይበለናን ግን ቅድሚያ ኣብታ ጓል ኣንስተይቲ ሕማቕ ኣረኣእያ ምህላውካ፣ ቅድሚያ ብዛዕባኣ ኣብ ገጻት ኢንተርኔት ምሽክዕላልካ፣ መጀመርያ ርእስኻ ናይ ይቅርታን ፍቕርን ሙልኣዮ። ካብኡ ቀጺልካ ንታ ዝበደለትካ ጓል ኣንስተይቲ ብይቅርታን ብፍቕርን ምኸራን ማዕዳን ኣረዳእያ። ኣበይ? ሓወይ ኣፍቃሪየይ ሕማቅ ዶ ኣለኩ ሓቀይ ዕሽ ኣብ ክንዲ ኣብ ክንዲ ጓልካ ኣብ ክንዲ ሰበይትካ ኣብ ክንዲ ሓፍትካ ተሽካዕልል ምከረኒ መዓደኒ ማራ ድየ በሃም ኮይነ ኣይሰምዕን ድየ ከም ዝመስለኒ ባዕል ባዕልና ስለ ዘይንመላላእ ዘለና እዩ። ኣብ እንተርኔት ብዛዕባ ደቂ ኣንስትዮ ብዝተፈላለየ ዓይነት ፖስት ይበሃል እዩ ከም ጠላም ከም ሃፍቲ እምበር ፍቅሪ ዘይትፈልጥ በቃ ንምንታይ እንታይ ንኸውን ኣለና ጸገም የብልናን ደቂ ኣንስትዮ ኣይበልኩን እየ ጸገም ኣለና እዩ ግን ኣብ ክንዲ ኣብ ደገ ወጺኻ ምሽከላ፣ ንእሽተይ ንውሽጢ ኣቲኻ ምርድዳእ ወይ ምምልላእ ይሓይሽ ይብል ኣለኹ። ብቲ ደጋዊ ዘሎ እንተርኔት ጥራሕ እየ ክገለጽ ደልየ እምበር፣ ኣብ ውሽጢ ሕድሕድ ደቂ ኣንስትዮ እንታይ ጸገም ኣለና፣ ከመይ ንንቀሳቐስ ኣለና፣ ንጉዓዝ ኣለና፣ ክገልጽ ኣይኮንኩን። ናብኡ እንተኣትየ ብዙሕ ጸገማት ከውጽእ ስለዝኽእል። እዛ ሓጻር መልእኽተይ እውን ካልእ ናብ ካልእ ኣቕጫጫ ክትከይድ ስለ ትኽእል እዚኣ ጥራሕ ኢላ ክፍለየኩም በቃ ኣቱም ኣብ ገጻት ፌስቡክ ብዛዕባና ኣርእስቲ ኣልዒልኩም እትዛረቡ በጃኹም ኣሕዋትኩም ኢና ኣሕዋት ኢና ኣነ ንዓኹም ኣወዳት ከምዚ ትግብሩ ኣለኹም ኢለ ክዛረብ ከለኹ ንሓወይ ናቦይ ንኣፍቃሪየይ እየ ዝዛረብ ዘለኹ ከብ ገዛይ ከይወጻኹ ማለት እዩ ካብ ስድራይ ከይወጻኹ ማለት እዩ ስለዚ ሓወይ ናተይ እስከ ተገዲስካ ምኸረኒ መዓድኒ እስከ ፍቕሪ እኮ ንኹሉ እዩ ደሸንፍ ስለዚ ብፍቕርኻ ሰሚዐ ዘይእለየሉ ምኽንያት የለን ስለዚ ምኾርና ማዓድና እብለኩም የቐንየለይ ኣጸቢቕኩም እንተጸሪፍኩምኒ ንኻልኣይ ግዜ ክመጽእ እየ እንድሕር ዘይጸሪፍኩምኒ ግን ኣይምለስን እየ ሰላምኩም የብዛሕ